ሰላም ጥዕና ሃበለይ ክቡራትን ፍትዋትን ተኸታተልቲ መደብ ሳብዋ እንታይ ይመስልም እውን ከምቲ ልሙድ ነዚ ዕለት ዝሓርናዮም ሓፀርትን እዋናውን ዘለናዮም ዜናታት ሒዝናልኩም መፅና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ክነብል ሰራዊት ምክልኻል ኢትዮጵያ ምስ ኤርትራ ንምውጋእ ድልው ከም ዝኾነ እንዳተገለጸ ይርከብ

ዝርዝር ሓበሬታ ክህልወና እዩ። ቢሮ ጉዳያት ኮሚኒኬሽን ትግራይ ንሚድያታት ኢትዮጵያ ብትሪ ዘጠንቀቐሉ መግለፂ እውን ቅድሚ ሒደ ደቂቕ ተዘርጊሕሎ ኣብ ምድላውና ተኻቲቱ ናባኹም ኣብ ሰዓቱ ክቐርብ እዩ። ላይክ፣ ኮሜንት፣ ሼር፣ ሰብስክራይብ ምግባር የዘንግዑ። በብዘለኹሞ ሰናይ ፃንሒት ይግበረልና።
ክነብረላ ዝደሊ ሓደራ መናእሰይ ተጋሩ እብል ተረከቡ ብግልፂ ኣብዚ ዘሎ ይኹን ካብዚ ወፃእ። ክሳብ ሕዚ ዝኸኣልናዮ ኩሉ ጌርና ኣለና ኣብቲ ፖለቲካ ዘሎ ብፆት ኣብ ፀጥታ ዘለና ኣብ ዝተፈላለዩ ፖለቲካውን ኢኮኖሚያውን ማሕበራውን ዘሎ ብፆት ኣብ ደገ ይኹን ኣብ ውሽጢ ዘለዉ ተጋሩ ምሁራት እቱ ናሽናሊዝም ናይ ትግራዋይ ሓልዮሞ መፅዮም እዮም ኣብዚ ዘለዉ ዓበይቲ ኣብ ዲፕሎማሲ ዝነበሩ ብፆት ኣብ ቅድመይ ይርኢ ኣለኹ ሓልዮሞ መፅዮም ሕጂ ባዮሎጂካል እውን ኣይንኽእልን ካብ ሕጂ ንድሓር እኮ ተደሊና እውን ስለዚ ብዝኾነ ይኹን መንገድ ክቕጽል ኣለዎ እዚ ወለድዚ ክርከብ ኣለዎ ብደንቢ ገይሩ በተለይ ኣንቶ ፕሮፌሰር ኤልዕሚር ነቲ ሓድሽ ወለዶ ተረባሪብና ሓጻር እያ ዘላትና ግዜ በዚ ኣጋጣሚ እዚ በዓል እዚ እውን ንዕኡ ክንሕልፎ ናብ ሓድሽ ወለዶ ክሓልፍ እና ነዚ ዝሓለፈ ዓንተወ ዝቀረበ ፓነል ቫሉታትና ዝባሃሉ ክብርታትና ዝባሃሉ ናይ ተጋሩ ሒዝኩም ክትቅፅሉ ሓደራ ብል መበል ካልኣይቲ ከልዕላ ዝደሊ በተለይ ንመናእሰይ ተጋሩ ሓደራ ብል።
ሰራዊት ምክልኻል ኢትዮጵያ ኣብ ክልላት ኣምሓራን ኦሮሞን ኣብ ዝተፈላለዩ ግንባራት ብዝፍነወ ዘሎ መጥቃዕቲ ከበርቲ ዝተብሃሉ ኪሳራታት እንዳተጎልበበ ቀፂሉ ይርከብ። ሰራዊት ምክልኻል ኢትዮጵያ ኣብ ክልል ኣምሓራ ከቢድ ዋጋ ዝኸፈለሎም ወተሃደራዊ ስጉምቲ ካብ ጉጅለ ፋኖ እንዳተወሰደሉ ዝርከብ እንትኸውን ብተመሳሳሊ እዚ ዓይነት መጥቃዕቲ እውን ኣብ ክልል ኦሮሞ ከም ዝቐፀለ ተገሊፁ ኣሎ። ትማሊ ኣብ ግንባር ወሎ ከቢድ ኪሳራ ዝተጎልበበሉ መጥቃዕቲ ካብ ጉጅለ ፋኖ ዝገጠሞ ሰራዊት ምክልኻል ኢትዮጵያ ንግዙ ቅፅሮም ዕላዊ ዝኾኑ ኣባላት ሰራዊት ምክልኻል ኢትዮጵያ ንጉጅለ ፋኖ ኢዶም ከም ዝሃቡ ዘመላኽት ብምስሊ ዝተሓገዘ ሓበሬታ ጉጅለ ፋኖ ክዝርግሕ ተራእዩ ኣሎ። ካብ ቀለልቲ ተተኮስቲ ጀሚሩ እስካዕ ከበድቲ ኣጽዋራት እውን ጉጅለ ፋኖ ካብ ሰራዊት ምክልኻል ኢትዮጵያ ከም ዝመንዝዐ ዘመላኽቱ ሓበሬታ ካብ ትማሊ ምሸት ጀሚሮም ክወፁ ተራእዮም ኣለዉ። ምስዚ ጉዳይ ተተሓሒዙ እውን ኣብ ክልል ኦሮሞ ተመሳሳሊ ዓወት ከም ዝሓፈሰ ዝገለጸ ሰራዊት ሓርነት ኦሮሞ ኣብ ሰላሌ ፈቼ ተባሂሉ ኣብ ዝፍለጥ ከባቢ ብዝፈነወ ሃንደበታዊ መጥቃዕቲ ሰራዊት ጽዒና ክትጓዓዝ ጸንሐት ኦራል ካብ ጥቕሚ ወጻኢ ከም ዝተገበረ ተገሊጹ ኣሎ። ቅድሚ ክልተ መዓልቲ እውን ብተመሳሳሊ ሰራዊት ሓርነት ኦሮሞ ኣስታት 60 ኪሎ ሜትር ካብ ዋና ከተማ ኢትዮጵያ ዝኾነት ከተማ ኣዲስ ኣበባ ርሒቑ ኣብ ዝፈነዎ ሃንደበታዊ መጥቃዕቲ ኣብ ልዕሊ ሰራዊት ምክልኻል ኢትዮጵያ ንዋታውን ኣካላውን ኪሳራ ከም ዘስዐበ ምግላጽና ዝዝከር እዩ። በዚ መልክዑ ኣብ ክልቲኦም ክልላት ከበርቲ ኪሳራ ዝጉልበብ ዘሎ ሰራዊት ምክልኻል ኢትዮጵያ ብላዕለዎት ኣዘዝቱ ንኩናት ኤርትራ ክዳሎ ንዝቐርበሉ ዘሎ ሓሳብ ዝቃወሙ ኣካላት እንዳተረኣዩ ከም ዝርከቡ ተገሊጹ ኣሎ። ውሽጣዊ ጸገማትና ብፍላይ ድማ ታንክ ኮነ ኦራልን ነዊሕ ርሕቀት ዝውንጨፉ ኣጽዋራት ዘይተሸከሙ ኣካላት ክንጻወሮም ዘይከኣልና ከመይ ኢልና ኢና ምስ ሙሉእ ዕጥቂ ዝወነነ ሰራዊት ኤርትራ ናብ ኩናት ክንኣቱ ንኽእል ዝብል ሕቶታት እውን የልዕሉ ከም ዘለዉ ተጠቒሱ ኣሎ። ካብ ቢሮ ጉዳያት ኮሚኒኬሽን ትግራይ ሕዚ ቅድሚ ሒደት ደቃይቕ ዝተዋሃበ መግለፂ ናባኹም ክነብል ኣዲስ ኣድማስ ትማሊ 14 መስከረም 2018 ዓ ም ብኣቆፃፅራ ግእዝ ኣብ ፌስቡክ ፔጁ ኣብ ዝዘርግሕዎ ሓበሬታ ፕሬዚደንት ግዜያዊ ምምሕዳር ትግራይ ጀነራል ታደሰ ወረደ ብ13 መስከረም 2018 ዓ ም ብኣቆፃፅራ ግዝ ምስ ሓላፊት ትካል ስደተኛታት ዓለም ኣብ ኢትዮጵያ ዝኾና ኣቢባ ዮዊን ኣብ ቤት ፅሕፈቶም ኣብ ዝተዘራረቡሉ እዋን ፌደራል መንግስቲ ካልእ ዙር ኩናት ንምኽፋት ይዳሎ ከም ዘሎ ምዝራቦም ቢሮ ጉዳያት ኮሚኒኬሽን ትግራይ ከም ዝጸብጸበ ገሊጹሉ ነዚ ተኸቲሎም ኣብ ዝተፈላለዩ ሚዲያታት ዝተዋፈሩ ኣካላት ተመሳሳሊ ዜና ክሰርሑ ተዓዚብና ኣለና ክብል ይጠቅስ

ከም ዘይጸብጸበ እናገለጽና፣ ከም ኣዲስ ኣድማስን ካልኦት ተመሳሰልቲ ዜና ዝሰርሑ ትካላት ሚድያ ናይ ሓሶት ሓበሬታ ካብ ምቅላሕ ክቑጠቡ፣ መስተኻኸሊ ዜና እውን ክሰርሕሉ ብዕሊ ነፍልጥ ክብል እውን መስከረም ዓሰርተ ሓሙሽተ ክልተ ሽሕን ዓሰርተ ሸሞንተን ዓመተ ምህረት ብኣቆጻጽራ ግእዝ ኣብ ዝዘርግሑ መግለጺ ጠቒሱ ኣሎ።

ከጥፈእና እንተ ዝኽእል ነይሩ ወይ ነሕሰየልና ክዳራደሩ ዝሰደናዮም ንሕና እውን ከም ሕልፊ ንህትግራይ ዝገበሩሉ ኮይኖም መስዋእቲ ዝተፈረመ ናይ ስምምዕ ፕሪቶርያ ናይ ውልቆም ክገብርዎ እንትፍትኑ ንሰምዕ እዚ ግን ምቕላድ እዩ በቲ ናይ መናእሰይ ትግራይ ዝኸፈልዎ መስዋእቲ ብመስዋእቲ ህዝቢ ትግራይ ተፈሪሙ ስምምዕ ፕሪቶርያ ዝኾነ ህዝቢ ትግራይ ኣብ ልዕሊኡ ንዘጋጠሞ ጀኖሳይድ መኪቱ ከም ህዝቢ ቀፂሉ ስምምዕ ፕሪቶርያ ዝተፈረመሉ ኩነታት ኣጋጢሙ ማለት እዩ ድሕሪ ስምምዕ ፕሪቶርያ ዘሎ ኩነታት ዳርጋ ሰለስተ ዓመት ነቐሪብና ኣለና ሰላማዊ ፖለቲካዊ ቃልሲ ነካይደሉ ዘለና ምዕራፍ እዩ እዚ ምዕራፍ እዚ እዚ ናይ ሰላማዊ ፖለቲካዊ ቃልሲ ዝካየደሉ ዘሎ ምዕራፍ ዝዓበየ እውን ዘገድሰና እዚ ምዕራፍ እዚ እዩ። ኣብ ምንታይ ኩነታት ኣሎ ህዝቢ ትግራይ? ዘን መጀመርያ ተራእየን ዝነበራ ተስፋታት ናይ ግልጋሎት ምሃብ ገለመለ ገለመለ መጠነኛ እዩ። ካብኡ ንላዕሊ ክኸድ ነይርዎ። ስለዚ ከምታ ኩላኹም ትፈልጥዋ ክሳብ ሕዚ መሬትና ኣይተመለሰ፣ ሉኣላዊነትና ኣይተኸበረ፣ ተማዛበልትና ኣይተመለሱ፣ ዘተ ኣይተጀመረ፣ ፖለቲካል ዲያሎግ ኣፍሪቃ ሕብረት ክፅዋዕ ኣይከኣለ። ሕሉፍ ሓሊፉ እውን ህወሓት ሕጋዊ ፍሉጥ ኣይህበክን ኢሉ ሰሪዝዋ ማለት እዩ። ተደራዳሪት ተደራዳሪት ናይቲ ስምምዕ ፕሪቶርያ ንሱ ጥራሕ ኣይኮነን ድሕሪ ስምምዕ ፕሪቶርያ እንታይ ስራሕ እዩ ዝስራሕ ዘሎ እንተልና ኮይንና ናብ ተቐራሪብካ ብልዝብ ብሰላም እቲ ነገር ናይ ምፍታሕ ጉዕዞ እንተይኮነስ ንባዕሉ እናዳለወ እናተጠናኸረ ንዓና ግን እናዳኸመ እናዘረገ ዝኸደሉ ጉዕዞ ኢና ንርኢ እዚ ናይ ሰለስተ ዓመት እዚ ማለት እዩ ንዕኡ ከ እንታይ መቺዎ ናይ ውሽጥና ሕመቕ ኣብ ውሽጥና ዝተፈጠረ ጉዳይ ማለት እዩ ነንባዕልኻ ዝተፈጠረ ምብላዕ፣ ኣብ ውሽጢ ህወሓት ዝተፈጠረ ጠላም ሓይሊ፣ ህዝቢ ትግራይ ኣብ ክንዲ ዝረጋጋዕ፣ ኣብ ክንዲ ዝጥንክር፣ ኣብ ክንዲ ሓድነት ዝፈጥር ሙሉእ ብሙሉእ ናይዚ ተፃራሪ ዝኾነሉ ኩነታት እዩ ተፈጢሩ ማለት እዩ። እዚ ዓብዪ ክብደት ክንህቦ ዘለና ነገር እዩ። ህዝቢ ትግራይ ኣብ ዝሓለፈ ሰለስተ ዓመት ቅድሚ ፕሪቶርያ ስምምዕነት ካብ ዝነበሮ ንላዕሊ ክጥንክር እናተገበኦ ዝበለፀ ሓድነት ሒዙ ብፀላእቲ